ብለሐዝን መልክዑ እዚ ፈላሲ እዚ ረእይዎ እዚ። እቲ ውዳሴ ግን ክሻብ ቀረባ ግዜስ እናቐደስኩ እየ ጸኒሐ፣ እቶም ካልኦት ውዳሴ ማርያም ገለ መለ ግን ነዊሕ። ብለሐዝን መልክዑ እዚ ፈላሲ እዚ ረእይዎ እዚ ፈላሲ እዚ ረእይዎ፣ እቶም ምስኡ ዘለዉ ሰባት እውን ረእይዎ፣ ቅድመ ሕጂ ኦርቶዶክሳውያን መሲሎም ንቤተ ክርስቲያን ተሓለቕቲ መሲሎም ኣብ ቤተ ክርስቲያን ጠንቋሎ ኣለዉ እዮም፣ ቤተ ክርስቲያን ካብ ጳጳሳ እስካብ ዲያቆና እስካብ ምእመና ኩሉ ጠንቆልቲ እዮም ሰይጣን እዮም ዘምልኹ ኢሉ ዝነበረ እዩ እቲ ጠምጢሙ ዘሎ ሰብኣይ እትሪእዎ ዘለኹም ማለት እዩ ሕዚ እንታይ ተረዲእና ኣለና ኩሎም መናፍቃን ምዃኑ እቲ ጠምጢሙ ዘሎ እውን መናፍቅ ምዃኑ እታ ሚድያ ባዕላ ናይ መናፍቅ ምዃና እቲ ሕዚ ፀዊዖሞ ዘለዉ ፈላሲ ናይ ካቴድራል ቅዱስ ሚካኤል ደብረ ሰላም ጅውሩኽ መቐለ እውን ጴንጤ ምዃኑ መናፍቅ ምዃኑ ሕጂ ኣግሂዶሞ ኣለዉ ማለት እዩ።
ምስክርነት እዩ ብሓቂ እሞ እዚ ምስ ተረድኦኩም ንኣብነት ውዳሴ ማርያም ትደግሙ ነይርኹም ናብ ማርያም ትጽልዩ ነይርኹም ናብቶም ካልኦት ስእለት ትሰኣሉ ነይርኩም በዓላቶም ተኽብሩ ነይርኩም እቲ ስርዓተ ፍትሓት ኩሉ ተካይዱ ነይርኹም እንታይ ዓይነት ስጉምቲ ወሲድኹም ብሕጽር ዝበለሲ ቀደሙ እውን እቲ ፈላሲ ይኹን እቲ ጠምጣሚ መርገቲ ኣየባህላ ይኹን መናፍቃን እዮም ነይሮም ኣብ ቤተ ክርስቲያን እናሃለው እውን መናፍቃን እዮም ነይሮም ማለት እዩ ነዚ መረዳእታ ኣለና መልእክቲ ዮሃንስ ብደንብ ገይሩ ገሊፅዎ ኣሎ መልእክቲ ዮሃንስ ቀዳማይ መልእክቲ ዮሃንስ ምዕራፍ ክልተ ቁጽሪ ዓሰርተ ትሽዓተ ከምዚ ይብል ካባና ወጺኦም ግናኸ ካባና ኣይነበሩን ካባና ነሮም እንተዝኾኑስ ምሳና ጸኒዖም ምነበሩ ነሮም ግናኸ ኹላቶም ካባና ከምዘይኾኑ ምእንቲ ክገሃድ ካባና ወጹ ይብል ስለ ቃሉ ናይ ቃሉ በዓል ቤት ኣምላኽና ሽሙ ይኽበር ይመስገን እቲ ኣገላልጻ ናይቶም ወንጌላውያን መንፈስ ቅዱስ ዝመርሖም ስለ ዝኾኑ እቲ ቃል ርኢኹሞ ኢኹም ካባና ወጺኦም ግናኸ ምሳና እንሃለዩውን ምሳና ኣይነበሩን። ምሳና ከም ዘይነበሩ ምእንቲ ክገሃድ ጠቕሊሎም ካባና ወጹ ይብል። ሰብ ኣብ ቤተ ክርስቲያን ዘሎ ኩሉ ምሳና ዘሎ ኩሉ ክርስቲያን ከይመስለኩም። ኣብ ጉባኤ ክርስቶስ ዝወዓለ ኩሉ ሃዋርያ ኣይኮነን። ኩሉ ደቀ መዝሙር ክርስቶስ ኣይኮነን። ደቀ መዝሙር ዲያብሎስ ዝኾነ ይሁዳ ነይሩ። ደቀ መዝሙር ናይ ገንዘብ ብፍቅረ ንዋይ ልተማረኸ ይሁዳ ነይሩ ልክዕ ከምኡ ሕዚ ውን ኣብ ቤተ ክርስትያን መዓት ኮታኩት መዓት ዘይረብሑ መናፍቃን ምህላወም ኢኹም ትርድኡ እዚ ፈላሲ ናይ ዳ ሚካኤል ሕዚ ጠቅሊሉ ወጽዩ ዘሎ ሰብ ቀደሙ ውን ኣብ ደብረ ሰላም እንዳ ሃለወ ቤተ ክርስትያን ይቅረ በሃሊት ብይቅርታ እትኣምን ንነገራት ብይቅርታ ገይራ ሰብ ንክንሳሕ ዕድል እትህብ ብፍላይ ወንጌል ህግሰ መሲሃዊት ተራህራሃት እዛ መሲሐዊት ናይ ክርስቶስ ሕገ ወንጌል ቃለ ወንጌል
ክንደይ ዝተሓወሰ ነገር ኣሎ ግዜ ሂብና ክንዛረቦ ኢና እምበር ቅዳሴ እውን ልክዕ ከምዚ ሰዓታት ብጣዕሚ ምስ መጽሓፍ ቅዱስ ዝጋጨው ምስ መጽሓፍ ቅዱስ ዘይራኸቡ ዘይስማዕምዑ ሓሳባት ኢኻ ትቕድስ ግን ነቲ ህዝቢ ከም ዘልዕልክዎ ኣብቲ ውሽጢ ኮይንካ ምልዋጥ ይከኣል እዩ ኢለ ስለ ዝኣመንኩ ከምዚ በይነ ጎየስ ዝሰልጥ እዩ ኮይኑ ተሰሙዒኒ እና በቃ ውዚ ኮይነ ዋላ እቲ እግዚኣብሔር ልቢ እንድዩ ዝርኢ በቃ እቲ ኣብ ደገ እንድሕር ወፅየስ በቃ እቲ ህዝቢ ብሓቂ እቲ ምድሓን ዘይረኸቦ ድዩ ክተርፍ ኢሉ ዝበሃል ቁጭት ስለ ዝነበረኒ በቃ ኣብኡ ኮይነ ተቓሊሰ እየ። ዋላ ማለት እናተረደአኒ እቲ ንባብ ንኹሉ ነገር ብንስሃ ስለ ትብል ጸኒሑ እዩ ሰብዚ ኣብ ቤተ ክርስቲያን ውሽጢ ግን ብዙሕ ሕማቃት ስራሕ ናሰርሐ ብሕጊ እውን እናተቐጽዐ በቦታት እውን እናተማዕደ ጸኒሑ እዩ ክምለስ ግን ኣይከኣለ ቀደሙ እንታይ ግባሩ እንታይ ምንባሩ ክነግረኩም ዝኾነ ግዜ ሰሪቑ ጉሒሉ ክኸይድ ምስ ሓደ ዲያቆን ተታሒዙ ተዘሪፉ ተኣሲሩ እውን ነይሩ እዩ ብግቦ ብገለ ገለ ገይሩ ወጺኡ እዩ። ዝኾነ ግዜ ካሊእ ግዜ ከኣ ንሓንቲ ቋል ንሓንቲ ጓል ጓለይ ኢኺ ከምህረኪ ክምዕደኪ ውንጌል ዶ ከምህረኪ ገለ ኢሉ ናብ ገዝኡ ኣእትዩ ክዕምጻ እዛ ጓል ውኢላ ድሒና እያ ካብ ኢዱ ወጺኣ እያ ማለት እዩ። ከምቶም ረበናት ልሶስና ሒዞምዋ ክዕምጽዋ ኢሎም እምቢ ምስ በለቶም ናብ ካሊእ ፋሓጠርጠር ዝኣተው ንሱ ንሆምታት መኪሩ ነይሩ ደግም ረይዎ ቀደም ኣብ ገዙ እንሃለየ ውን ፍራስያ ኢዩ ነይሩ ቡሱር ውን ሌባ ኢዩ ነይሩ ታይ ኮይኑ ዳኣ ወጺኡ ሕዚ ልስርቆት ኣይጥዕም ኢልዎ ናይታ ቤተክርስትያን ኣገልግሎት ናይታ ቤተክርስትያን ሓለውቲ ዋርድያታት ጠንኪሮም ስለ ዝሓለው ሕመቑ ውን ስለ ዝተፈለጠ ገና ቅድሚ ንሳቶም ንዓይ ምብራሮም ባዕለይ ክባረር ባዕለይ ክወጽእ ኢሉ ተሸፋፊኑ ሰይጣን ኣብ ቤተክርስትያን ናይ ምንባር ተኽእሎ ስለ ዘይብሉ እዚ ፈላሲ እዚ ወፂኡ ኣሎ ማለት እዩ ከምቲ ዮሃንስ ወልደ ነጎድጓድ እውን ብቀዳማይ መልእኽቱ ቅዲመ ዝጠቐስክልኩም ዝበሎ ምእንቲ ክገሃድ መሰስ ኢልልኩም ወፂኡ ኣሎ ማለት እዩ ስለዚ ሰብ እዚ እታ ኮይኑ ወፂኡ ተኢልኩም እታ ቤተክርስትያን እንከን ስለ ዝረኸበላ ጎደልቶ ስለ ዝረኸበላ ኣይኮነን ምስራቕ ስለ ለፀገመትሉ እዩ ልዝሙት እውን ስለ ለይመቸዎ እዩ። ሕዚ ዝሙቱ ምእንቲ ክጥዕመሉ፣ ስርቆቱ ምእንቲ ክጥዕመሉ፣ ስዲ ኮይኑ ምእንትን ዓለል ዘለል ክኸይድ እዩ እምበር ማርያምስ ትሕሸትኻ ንማርያም ስለ ዘምልኹ ማርያም ኣነ ከምልኽ ስለ ዘይደሊ ኢሉ ማርያም ዘምልኽ ኦርቶዶክሳዊ የለን ማርያም ዘኽብር ንማርያም ዘመስግን ንማርያም ከምቲ እግዚኣብሔር ዘኽበራ ዝቀደሳ ቅድስናኣ ዝምስክር ኦርቶዶክሳዊ እምበር ማርያም ዘምልኽ ኦርቶዶክሳዊ ተዋህዶ እምነቱ ዝኾነ ሰብ ፈጺሙ የለን ትሕሸትካ ግን ማርያም ከምልኽ ስለለይደሊ ኢልካ ቐዳማይ ሕሸት ኻልኣይ ሕሸት ብኣውደኣመት ሓለቓይ ዝቅድስ ኢልካ እዩ ቤተክርስትያንና ልማዳ ትሕትና ስለዝኾነ ስኻ ቀድስ ስኻ ቀድስ እናበለት ተቅድስ እምበር ጋሻ መጺኡ ክቅድስ ትፈቅድ እምበር ኣበይ እዩ ሓለቓ ጥራሕ እዩ ዝቅድስ ብክብረ በዓል ዝበለካ ሓደ ሕሸት እዚ ካልኣይ ሕሸት ድማ ንስኻሲ ኣበይ ኢኻ ነርካ ሓለቓ ደብረ ሰላምስ ሓለቓ ኣይነበርካን ተሓዚ ንብረት ኢኻ ዝነበርካ ድሓር ሓለቓ ስለ ዝኾንኩ ግዴታ ኣብቲ ናይ ሓለቓነት ቦታ ክቅድስ ነይረ ውዳሴ ማርያም እኳ ሓዲገዮ ነይረ ዘይምዕዳል እዩ ካልኣይ ነገር ከዓ ውዳሴ ማርያም ሲ ልማርያም ዝምለኹሉ መጽሓፍ እዩ ዝበለካ መን እዩ? ብቃልካ ስለለይትፈልጦ፣ ስለልረሳዕካዮ፣ ስለለይተምሃርካዮ፣ ስቅ ኢልካ ሸፋፊንካ ውን ስለልሓለፍካ እምበር ውዳሴ ማርያምሲ ስለ ኢየሱስ ኣይኮነን ድዩ ልናገር? ነገረ ተዋህዶ ኣይኮነን ድዩ ልሰብኽ? ምስጢረ ስጋዌ ኣይኮነን ድዩ ልሰብኽ? ኢየሱስ ክርስቶስ ቃል ዘተሰብኣ ወሃደረ ላዕሌነ ኢየሱስ ክርስቶስ እቲ ኣካላዊ ቃል ስጋ ዝለበሰ ምስ ስጋ ዝተዋሃደ ኣብ ልዕሌና ዝሓደረ ህድረት ከይብሉ ኮነ ዘለዎ ኮይኑ ተለዊጡ ከይብሉ ድማ ህድረት ዘለዎ ወንጌል ዮሃንስ ምዕራፍ ሓደ ይኮነ እንዲ ኢየሱስ ክርስቶስ ቃል ሰው ሃደረ ላይለን ማለት ወንጌል ዮሃንስ ምዕራፍ ሓደ ቁፅሪ 14 እኮ ብደንብ እኮ ይኸሌኑ እኮ ይኾንካ ወሬነ ስብሃቲሁ ክብሩ ርዕና ከመ ስብሃተ ኣሃዱ ዋህድ ላኡ እቲ ክብሩ ድማ ከም ናይቲ ሓደ ኣቦኡ ለቦኡ ሓደ ከም ዝኾነ ክብሩ ርዕና ኢለካ ኢየሱስ ክርስቶስ ምስ ኣቦኡ ማዕረ እዩ ማለት እዩ። ስለዚ እስኻ እኮ ተጠራጢርካ ለለኻ ኣብ ነገረ ስጋዌ ኢየሱስ ክርስቶስ እውን እኮ እዩ። ኣብ ኣምላክነት ኢየሱስ ክርስቶስ እውን እኮ እዩ ጥርጥር ኣትዩካ ለሎ። ልማርያም ጥራሕ ኣይኮንካን እኮ ትነቅፍ ለለኻ። ነታ ቅድስት ቤተ ክርስቲያን ነቲ ቅዱስ ኢየሱስ ወልደ እግዚኣብሔር ወልደ ማርያም ወልደ ኣብ ወልደ ኣምላክ ወልደ ጓል እመሕያው ዝኾነ እኮ ኢኻ ለካ ዘለኻ ንእኮ ኢለ ይተረዳእኻኒ ኢኻ ውዳሴ ማርያም ሲ ነገረ ስጋዊ እኮ ኢለ ሰብኽ ከመስዋዕት ኣድዋ ይድላው መጻው ኣድሃነኒ ይኮነ እንዲ ሰምረ ይሳለኒ ይኮነ እንዲ ይቕረ ክብለና ፈተወ መጺኡ እውን ድሕነና መጺኡ ኣድሃነኒ ይኮነ እንዲ የሲዲ መድሓኒት ነዚ መድሓኒት እዚ ግን መሰወ ወርቂ ኮይና እኖ ክትኾኑ በቂዓ ዝተረኸበት ግን ቅድስት ድንግል ማርያም እያ ኢና ንብለና ንዓ ነኽብራ ንዑ ድማ ነምልኾ እሱ ኣምላኽ እዩ ንሳ እኖ ኣምላኽ እያ። ቲዮቶኮስ ምዃና ትፈልጥ ዶ? ወላዲት ኣምላክ ምዃና ትፈልጥ ዶ? ለነገሩ ልክርስቶስ ኣምላክ ኢልካ ተረዲእኻ ተዘይገለጽካ ከመይ ጌርካ ንዓ እመ ኣምላክ እያ ክትብል? ስለዚ ዝሓወይ ናብ ልብኻ ይመልስካ። ኣታ ኢለካ ኣታ ኢለካ እፈልጠካ እየ ንፋለጥ ኢና ንስኻ እውን ብደንብ ጌርካ ትፈልጠኒ ኢኻ ትፈልጠኒ ኢኻ ኣነ እውን ፈልጠካ እየ ትሕዝተኻ እውን ፈልጦ ትሕዝተይ እውን ትፈልጦ ኢኻ ስለዚ ዝሓወይ ኣባቴ ላው ልብኻ ይመልስካ እስቲ ኣቱም ክብለኩም ኣባቴ ላው ልብኹም ይመልስኩም ብሓቂ ኣባቴዋ ክልተ ግዜ ሞይትኩም ካብዛ ዓለም እዚ ይትረፈኒ ኢልኩም ሞይትኩምስ ዳሕራይ ከዓ ተመሊስኩም ናብ ክሕደትኩም ከይድኩም እግዚኣብሔር ይቕረ ይበልኩም ደጊም ረይዎ እቲ ቅድሚ ሕዚ ቤተክርስትያን ከምዚ እያ ሰይጣን እያ ተምልኽ ገለ እያ ትብል ነበረት ደፍተራ እየ በሃላይ ጠምጠማ እውን ከንቱ ምዃኑ ትንግግሩ ሓሰት ምዃኑ ብኡ ክተረጋግጹ ትኽእሉ ኢኹም። ንኹሎኹም ናፍታ ስንዱ እመቤት ንኹሉ ይቕረ በሃሊት ዝኾነት ቅድስት ቤተ ክርስቲያን እግዚኣብሔር ይመልስኩም። ተተመሊስኩም ይቕረ ኢላ ትቕበል ኣዶ ያለላትና ንጽበየኩም ተመለሱ ናብ ልብኹም ክትምለሱ ከዓ እግዚኣብሔር ክረደኩም። ወጺኹም ዘለኹም ግን ቀደሙን ምሳና ስለለይነበርኩም እዩ። እዙይ ብምግላፀይ እዙይ ብምባለይ መናፍቃን ተረባሪቦም ሪፖርት ገይሮም ነዚ ቻናል ነዚ ኣካውንት እዙይ ከዕፅይዎ ስለ ዝኽእሉ ኦርቶዶክሳውያን ሸር ኮፕ ሊንክ እንዳገበርኩም ላይክ እንዳገበርኩም ናብ ብዙሓት ኣባፅሑለይ ንሳቶም ንክፍኣት ንነገረ ክፍኣት ሪፖርት ምግባር ለይህከዩ እንተኮይኖም ንስኻትኩም ለ ኮፒ ሊንክ ምግባር ኣይትተሃከዩ ምክንያቱ እዙይ ብምንጋረይ እቲ ኣካውንት ክዕፅዎ ክኽእሉ ስለ ዝኽእሉ ኮፒ ሊንክ ናገበርኩም ናብ ኩሉ ኣባጽሕዎ ኩሉ ውን እቲ ሓቂ ይፍለጦ። ምስክርነት እዩ ብሓቂ እሞ እዚ ምስ ተረድኦኩም ንኣብነት ውዳሴ ማርያም ትደግሙ ነይርኩም ናብ ማርያም ትጽልዩ ነይርኩም ናብቶም ካልኦት ስእለት ትሰኣሉ ነይርኩም በዓላቶም ተኽብሩ ነይርኩም እቲ ስርዓተ ፍትሓት ኩሉ ተካይዱ ነይርኹም እንታይ ዓይነት ስጉምቲ ወሲድኹም ብሕፅር ዝበለሲ እዚ ዓብዪ ብርሃን እዚ ምስ በርሀልኩም እንታይ ዓይነት ስጉምቲ ወሲድኩም ንኣብነት ውዳሴ ማርያም ምድጋም ኣቋሪፅኩሞ ዶ ዋላስ እቲ ቅዳሴ ምቅዳስ እቲ ተምልኽዎ ዝነበርኩም ናይ ስርዓት ኣምልኾሲ ስርዓተ ኣምልኾስ ኣቋሪፅኩሞ ዶ ዋላስ ስጋብ ሕጂ ኣሎ ኣብዚኣ እስቲ ግለፅልና።
ዘቋረፅክዎም ኣለዉ፣ ቀጥታ ሽዑ ዘቋረፅክዎም፣ ዘይተቋረፁ ከዓ ነዊሕ ዝፀንሑ ኣለዉ። ንምሳሌ እዚ ውዳሴ ማርያም ካልኦታት ክትገድፎም ትኽእል ኢኻ። ቅዳሴ ንምሳሌ ግን ክትገድፎ ኣይትኽእልን ሓለቓ ኢኻ ኣብቶም ዓበይቲ ኣመሓዳሪ እንድሕር ኮንካ ኣብቶም ዓበይቲ በዓላት ንስኻ ኢኻ ትቕድስ ትንሳኤ ልደት እዞም ዓበይቲ በዓላት ክኾኑ ከለው ናይ ግድን ሓለቓ እዩ ዝቕድስ ከም ትፈልጥዎ ስለዚ ትቕድስ ኢኻ ኣብቲ ቅዳሴ ዘሎ ከዓ ክንደይ ዝተሓወሰ ነገር ኣሎ ግዜ ሂብና ክንዛረቦ ኢና እምበር ቅዳሴ እውን ልክዕ ከምቲ ሰዓታት ብጣዕሚ ምስ መፅሓፍ ቅዱስ ዝጋጨው ምስ መፅሓፍ ቅዱስ ዘይራኸቡ ዘይስማዕምዑ ሓሳባት ኢኻ ትቕድስ ግን ንቲ ህዝቢ ከም ዘልዕልክዎ ኣብቲ ውሽጢ ኮይንካ ምልዋጥ ይከኣል እዩ ኢለ ስለ ዝኣመንኩ ከምዚ በይነ ጎየስ ዝሰልጥ እዩ ኮይኑ ተሰሚዑኒ እና በቃ ውዚ ኮይነ ዋላ እቲ እግዚኣብሔር ልቢ እንድዩ ዝርኢ በቃ እቲ ኣብ ደገ እንድሕር ወፅኤስ በቃ እቲ ህዝቢ ብሓቂ እቲ ምድሓን ዘይረኸቦ ድዩ ክተርፍ ኢሉ ዝበሃል ቁጭት ስለ ዝነበረኒ በቃ ኣብኡ ኮይነ ተቓሊሰ እየ። ዋላ ማለት እናተረድአኒ እቲ ንባብ እናንበብኩ እየ ነይረ እናቐደስኩ ነይረ ቅዳሴያት ባዕሉ እንታይ እንታይ ከም ዝብል ከምቲ ኩላህና ንፈልጦ ኢና ያው ግዜ ፕሮግራም ጌርና ምስ መፅሓፍ ቅዱስ እና እናመሰኻኸርና ክንሪኦ ኢና ጭራሽ ተማሮ ዓሰርተ ኣርባዕተ ቅዳሴያት ባዕሎም ምስ መጽሓፍ ቅዱስ ዘይቀናጀው እዮም እና ቅዳሴ ግን ክሻብ ቀረባ ግዜ ስናቀደስኩ እየ ፀኒሐ እቶም ካልኦት ውዳሴ ማርያም ገለ መለ ግን ነዊሕ ገዲፈ እዮም ገርም ብጣዕሚ መምህር ተወልደ